ንሎሚ እንሪኦ ርእሲ ድማ እግዚኣብሔር ይመስገን ብዝብል ርእሲ ኢና ክንርኢ ማለት እዩ። እግዚኣብሔር ይመስገን ብሓቂ ብዙሕ ሰብ ይፈልጦ እዩ ዘይፈልጦ ሰብ እውን የለይ። ስለዚ እንታይ እዩ እግዚኣብሔር ይመስገን ዝብል ድማ ክንርኢ ኢና ሎማዓንቲ። ከም ርእሲ ክኾነና ናይ እግዚኣብሔር ቃል ካብ ካልኣይ ቆሮንቶስ ምዕራፍ ትሽዓንተ ቁፅሪ ዓሰርተ ሓሙሽተ ስለ እቲ ክንገር ዘይከኣል ውህብቶኡ እግዚኣብሔር ይመስገን ዝብል ቃል ኢና ኣልዒልና ክንዘራረብ። ንዝተወሰኑ ደቂቃታት እግዚኣብሔር ምስ ኩላትና ይኹን ካብ ቁጽሪ ንምንባብ ምንታን ክምችወና ካብ ሓደ ክሳብ ዓሰርተ ሓሙሽተ ዘሎ ተንቢብናዮ ጽቡቅ እዩ ግን ብልበለጸ ድማ ካብ ቁጽሪ ሽዱሽተ ዘሎ ክንሪኢና ካብ ሽዱሽተ ጀሚሩ ክሳብ ዓሰርተ ሓሙሽተ ዘሎ ናይ እግዚኣብሔር ቃል ክነንብብ ኢና ከምዚ ይብል እቲ ብውሑድ ዚዘርእ ብውሑድ ከም ዚዓጽድ፣ እቲ ብብዙሕ ዚዘርእ ድማ ብብዙሕ እዩ ዚዓጽድ። እግዚኣብሄር ሕጉስ ወሃቢ እዩ፣ ዚፈቱ እሞ፣ ንነፍሱ ወከፍ እንተይፈተወ ወይ ብግዲ ዘይኮነስ ከምቲ ብልቡ ዝሓሰቦ ይሃብ። ከምቲ መጽሓፍ ንድኻ ብልግሲ ሃበ፣ ጽድቁውን ንዘለኣለም ይነብር ዚብሎ፣ እግዚኣብሄር ከኣ ኩሉ ዘድልየኩም ረኺብኩም ብኹሉ ሰናይ ተግባር ብሉጻት ኮይንኩም ምእንቲ ክትርከቡ ጸጋ ከብዘሐልኩም ይኽእል እዩ። እቲ ንዘራኢ ዘርኢ ንተመጋቢ ምግቢ ዝህብ ኣምላኽ፣ ዘርኢ ክህበኩምን ከበርክተልኩምን ናይ ጽድቅኹም ፍረውን ከብዝሐልኩምን እዩ። ኹሉሻዕ ለጋሳት ምእንቲ ክትኾኑ ብኹሉ ወገን ከህፍትመኩም እዩ። እቶም ውህብቶኹም ብኢድና ኣቢሉ ዝበጽሖም ድማ ንእግዚኣብሔር ከመስግኑ እዮም። ንመን ከመስግኑ እዮም? ንእግዚኣብሔር ከመስግኑ እዮም። እዚ ናይ ልግሲ ኣገልግሎትኩም ናይቶም ቅዱሳን ጎደሎ ምምላእ ጥራሕ ዘይኮነስ ንእግዚኣብሔር ዝበለጸ ምስጋና ከምዝቐርብ ክገብር ኣል ይገብር እዩ። እዚ ናይ ልግስኹም ኣገልግሎት ንስኻትኩም ነቲ ዝተቐበልኩምዎ ወንጌል ክርስቶስ እሙናት ከምዝኾንኩምን ንዓኣቶም ንኹሉ ለጋሳት ከምዝኾንኩም ስለዘረድእ ብዙሓት ንእግዚኣብሔር ከመስግኑ እዮም። ንመን ከመስግኑ እዮም? ንእግዚኣብሔር ከመስግኑ እዮም እግዚኣብሔር ይመስገን ክብሉ እዮም ንሳቶም ንዓኻትኹም ይጸልዩልኹም እዮም ስለ እቲ ኣባኻትኹም ዘሎ መጠን ዘይብሉ ጸጋ እግዚኣብሔር ክርእዩኹም ይናፍቁ እዮም ስለ እቲ ክንገር ዘይከኣል ውህብትኡ እግዚኣብሔር ይመስገን ይብል እግዚኣብሔር ዝተመስገነ ይኹን። ኣብዚ መጽሓፍ እዚ ወይ ድማ ኣብቲ ምዕራፍ ትሽዓንተ ዘሎ መልእኽቲ ክርስትያን ልልኾኑ ክርስትያናት ልልጠመዮም ልለይብሎም ገንዘብ ልልሰኣኑ ክዳን ልልሰኣኑ ምግቢ ልልሰኣኑ ሰባት ክረድኡ ከለዉ ኢና ንርኢ ማለት እዩ ስለዚ ኣብዚ ብጣዕሚ ብልገርሙ ክርስትያናት ድማ እንታይ ኣለዉ ኣብ መቄዶንያ ዘለዉ ክርስትያናት ብጣዕሚ ብትምክሕቲ ይናገር ጳውሎስ ማለት እዩ ዘይብሎም እናሃለዉ ግን ድማ ለጋሳት ዝኾኑ ሰባት ምዃኖም ይርኢ ግን ድማ ብዓብዩ ሎማዓንቲ ክንሪኦ ዝደለኹ ድማ ናይ እግዚኣብሔር ቃል እንታይ እዩ ነቶም ኪህውኡ ዚኽእሉ ዝሃቦም መን እዩ? ነቶም ኪሕግዙ ዚኽእሉ ዝሓገዞም መን እዩ? ነቶም ኪረድኡ ዚኽእሉ ዝኸኣሉ መጠንል ሃ መን እዩ ረዲእዎም? ዚብል እዩ። እግዚኣብሄር እዩ ረዲእዎም። እግዚኣብሄር ሂብዎም እዮም፣ ንኻልኦት እውን ልህቡ ኣለዉ። ስለዚ በዚ መጠን እዙይ እቲ ክንገር ዘይግብኦ ወይ ድማ ክንገር ዘይከኣሎ ውህብትኡ እግዚኣብሄር ይመስገን ኢሉ ጳውሎስ ይናገር። ክንገር ኣይኽእል እዩ ውህብትኡ። ክንደይ ዝኣክል እዩ ጸጋ ኣብዚሑሎም እዞም ሰባት እዚኦም። እግዚኣብሔር ብልረድኦ መጠን እንድልኣ ክክር እግዚኣብሔር ረድእዎምዩ ኢሉ ካልኦት ሰባት ምርዳእ ክኢሎም ምንም የብሎምዩ ኣለና ዝብልዎ ሃፍቲ ኣለና ዝብልዎ ነገር የብሎምዩ ግን ድማ እንታይ ይገብሩ ይሕግዙ ይረድኡ ካብ ምርዳእ ግን የቋረጹዩ ብጣዕሚ ለጋሳት እዮም ስለዚ ነዚኦም ለጋሳት ዝገበረ ኣምላኽ እግዚኣብሔር ይመስገን ንምንታይ ናጸጋ ውህብቱ ብጣዕሚ ዓዚዙ ስለ ፈሰሰ ስለዚ እግዚኣብሔር ይመስገን ኢሉ ኣብ መወዳእታ ትገብሮ ይዓጾ ማለት እዩ እስኪ ብምንታይ ኣነመስግን እስኪ እግዚኣብሔር ታይ ገይርልና ኢና ነመስግኖ ወይ ድማ ንእግዚኣብሔር ጥራሕ ድና ነመስግን መን ገይርልና ኢና ንኣምን ንኣብነት ሰባት ክሕግዙና ከለው ብገንዘብ ድዩ ብጉልበት ድዩ ግዜኦም ህዮም ምሳና ብምኽሪ ብማዕዳይ ብተግሳጺ ከውግዕና ከለው ድዩ ንመን ኢና ነመስግን ልኣቶም ድና ነመስግን ወይስ ልእግዚኣብሔር ኢና ነመስግን ጳውሎስ ንዙይ ብደንቢ ኣርጊጹ ልናገር ለለ ማለት መን እዩ ክምስገን ልግብኦ ኣካል ወሃቢ መን እዩ ሓጋዚ መን እዩ ረዳእ መን እዩ ብርግጽ ንሳቶም እውን ኣይምስገኑይ ማለት ኣይኮነይ፣ ጳውሎስ ኣብ ዝሓ ዝለንብብናያ ቃል እኳስ ንሳቶም ይጽልዩልኹም ኣለዉ እዮም፣ ንኣኻትም ይጽልዩልኹም፣ ንእግዚኣብሔር ግን እንታይ ይገብርዎ? የመስግንዎ። ከምቲ ዝሃቡና ሃቦም፣ ባርኮም፣ ብሥጋዊ በረኸት ይኹን ብመንፈሳዊ በረኸት እንታይ ግበሮም? ባርኮም፣ ኢሎም ይጽልዩልኹም እዮም። ልመን ድማ የመስግንዎ? ንእግዚኣብሔር ድማ የመስግኑ እዮም እዩ ዝብል ዘሎ። ስለዚ ንሕናኸ ልመን ኢና ነመስግን? ከም ውልቀና ይኹን ከም ህዝቢ ይኹን ከም ዝተፈላለዩ ብብዙሓት መንገድታት እግዚኣብሔር ረድኤቱ ክህበና ከሎ ልመን ኢና ነመስግን። እግዚኣብሔር ካብ ዝሃበና ውህብቶታት እስኪ እቶም ዋና ዋናታት ሎማዓንቲ ክንሪኦም ኢና። እግዚኣብሔር ሰለስተ ዓበይቲ ውህብቶታት ሂብና እዩ። እቲ ቀዳማይ ንዓለም ኩሉ እዩ። ንዓለም ኩሉ ሓደ ግዜ ንዘለኣለም ዝኾን ውህብቶ ሂቡ እዩ። እዙይ ድማ ኣብ ዮሃንስ ወንጌል ምዕራፍ ሰለስተ ተጻሒፍልና ይርከብ። ንዓለም ኹሉ እንታይ ልገበሮ እግዚኣብሔር ውህብቶ ልሃቦ ማለት እዩ ዮሐንስ ወንጌል ምዕራፍ ሰለስተ ካብ ዓሰርተ ሽዱሽተ ክሳብ ዓሰርተ ሸውዓተ ከምዚ ይብል ኩሉ ብእኡ ዝኣምን ናይ ዘለኣለም ህይወት ምእንቲ ክረክብ እምበር ከይጠፍእስ እግዚኣብሔር ንሓደ ወዱ ቤዛ ገይሩ ክሳዕ ዝህብ ክንድዙይ ንዓለም ኣፍቀሮ ንዓለም ሙሉእ ዘፍቀሮ እግዚኣብሔር ኣምላኽ ሓደ ወዱ ጎይታና ኢየሱስ ክርስቶስ ብምሃብ እዩ እዚ ውህብቶ እዙይ ንዓለም ኹሉ እዩ ልህጻናት፣ ልመናእሰይ፣ ልደቂ ኣንስትዮ፣ ልደቂ ተባዕትዮ፣ ልዓበይቲ፣ ልሽማግለታት፣ ልኣዴታት፣ ልኣቦታት፣ ልተምሃሮ፣ ልመምህራን፣ ልመራሕቲ ዓለም ወይ ድማ መንግስታት፣ ልመራሕቲ ሃይማኖት፣ ልኹሉ ብዝኾነ ይኹን መንገዲ ብዝኾነ ይኹን ኩነታት ዘሎ ሰብ ኩሉ ንዓለም ኩሉ ዝተዋህበ ሓደ ወዱ ጎይታና ኢየሱስ ክርስቶስ እዩ። ስለ እቲ ዘይንገር ውህብትኡ እግዚኣብሔር ይመስገን። ክንገር ዶ ይኽእል እዙይ? ንዓለም ኹሉ ዝጠቅም ንዓለም ኹሉ ቤዛ ዝኾን ሓደ ወድኻ ኢየሱስ ክርስቶስ ምሃብ ክንደይ ያልኣክል ውህብቶ እዩ እዙይ ዓለም ኹሉ ብሓጢኣት ኣብ ዝተጨማለቐሉ ዓለም ኹሉ ብበደል እግዚኣብሔር ወይ ድማ ናይ ሕጊ እግዚኣብሔር ብምጥሓስ ናብ ሰይጣን ኣብ ዝኾነሉ ሲኦል ንምእታው ሙሉእ ብሙሉእ መንገዱ ዘምርሐ ህዝቢ ሓደ ወዱ ጎይታና የሱስ ክርስቶስ ምሃብ እንደ ኢልኣክል ውህብቶ እዩ ብምንታይ ክምዘን ይኽእል ብምንታይ ክንገር ይኽእል ስለዚ እዚ ነገር እዚ እግዚኣብሔር ዝተመስገነ ይኹን ቃሉ ብዝግባእ ክንሰምዖ ይግበአና ማንም ሰብ ብዝኾነ ይኹን ኩነታት እንታይ ክገሮ ኣለዎ ክሰምዖ ኣለዎ እንታይ ዝብል ዘሎ ኩሉ ብኡ ምእንቲ ዝኣምን ኩሉ ብኡ ዝኣምን ናይ ዘለኣለም ህይወት ምእንቲ ክረክብ እምበር ከይጠፍእስ እግዚኣብሔር ንሓደ ወዱ ቤዛ ገይሩ ክሳዕ ዝህብ ክንድዙይ ንዓለም ኣፍቀሮ ቤዛ ማለት እንታይ ማለት እዩ? መተካእታ ማለት እዩ። ቤዛ ማለት እንታይ ማለት እዩ? መተካእታ ኣብ ክንዳኻ ዝስዋእ ኣብ ክንዳኻ ዝሕረድ ኣብ ክንዳኻ ዝሞት ማለት እዩ። ስለዚ ጎይታና ኢየሱስ ክርስቶስ ከም በጊዕ ንዓና እንታይ ኮይንና ተሓሪድልና ተሰቒልልና እዚማ መን ይሂብና እግዚኣብሔር ንምንታይ ሂብና ንዓለም ስለ ለፍቀሮ ብፍቕሪ ብናፃ ምንም ልገብርናሉ ነገር የለይ እንኳን ዶ ንገብረሉ ኹላትና ኢና ትእዛዛት እንታይ ጌርና ጥሒስና በዲልና ኢዩ እግዚኣብሔር ሕጊ ጥሒስና ሓጠተኛታት ኾይንና ተቖጺርና ኣብ ሓጢኣት መናቤር መነባብሮና ሓጢኣት ኾይኑ ነዚ ኹሉ ከጥፍእ ጎይታና የሱስ ክርስቶስ እንታይ ኾይኑ ተሰቒሉ ኣብ መስቀል ተሓሪዱ ሞይትልና ኣብ መቓብር ኣትዩ ብጽድቂ ተሲኡ ድማ ምስ እግዚኣብሔር ኣታዕሪቑና ስለቲ ክንገር ዘይከኣል ውህብቱ እግዚኣብሔር ይመስገን ክበሃል ዝኽእል ከምዚ እዩ ተቐደማይ ዓለም ኹሉ ከመስግኖ ዝግባል እግዚኣብሔር ብዙ እዩ ቤዛ ጌሩ ስለ ዝሃበ ቤዛ መተካእታ ሓደ ጥራሕ ቤዛ ኣለዎ እግዚኣብሔር ንሕና ኩላትና እውን ሓደ ቤዛ ጥራሕ እዩ ዘለና ክልተ ሰለስተ ቤዛ የብልናይ ንምንታይ ዝሞተልና ሓደ ጥራሕ እዩ ብዙሓት ለኣና ምእንታና ዝሞቱ የለውይ ምእንቲ ኩላቶም ሓደ ሞተ ተባሂሉ ጥራሕ ተፃሒፉ እዩ ስለዚ እግዚኣብሔር ዓብዪ ፍቅሩ ዝገለፀልና ብወዱ ብኢየሱስ ክርስቶስ እዩ ወልድ ኢየሱስ ክርስቶስ ካብ ቅድስቲ ድንግል ማርያም ተወሊዱ ኣብ መስቀል ተሸንኪሩ ፍጹም ሰብ ኮይኑ ሓጢኣትና ኩሉ ተሸኪሙ ኣብ መቓብር ወሪዱ እዩ ነዚ በዘዝኞ ፍቕሪ ይገሊጽልና እግዚኣብሔር ስለዚ እግዚኣብሔር ይመስገን ንብል እግዚኣብሔር ይመስገን ንብል ስለዚ ብዙሕ ግዜ ማንም ሰብ ብፍላይ ኣብ ዓድና ኣብ ከባቢና እግዚኣብሔር ዝተመስገነ ይኹን ልገርም ናይ እግዚኣብሔር ቃል ኩሉ ግዜ ኣብ ኣፍና ኣብ ኣፍ ኩሉ ሰብ ዘሎ እዩ ታይ ዝብል ቃል እግዚኣብሔር ይመስገን ይብል ከመይ ውዕልካ እግዚኣብሔር ይመስገን ከመይ ሓዲርካ እግዚኣብሔር ይመስገን ካልእ ይመስገን ልብል ሰብ የለይ ግን ምስጋንኡ እንታይ እዩ እዩ እግዚኣብሔር ይመስገን ንብለና ስለ ለውዐለና ስለ ለሕደረና ስለ ለቐነየና ጥዕና ዕድመ ኩሉ ነገር ስለ ለሃበና ብሓቂ እግዚኣብሔር ክምስገን ይግብኦ እግዚኣብሔር ይመስገን ግን ድማ ብዋናነት ክንፈልጦ ልግበእና ግን ምእንታና ቤዛ ገይሩ ልሃቦ ወዱ ኢየሱስ ክርስቶስ ክንኣምን ከለና እዩ። ምምስጋንና ለይተርፍ ብስጋይ ብነፍሲ ክነመስግኖ ይግበእና። ምምስጋንና ለይተርፍ ብቲ ኣብ ምድር ልህበና በረከት ጥራሕ ተይኮነሲ ኣብ ሰማያት ከም ዝኣመንና ኣብ ሰማያት ከም ዝተቀመጥና ክንኣምን ይግበእና። ስለዚ ስለ እቲ ቀደማይ ውህብትኡ እግዚኣብሔር ዝተመስገነ ይኹን ንዓለም ኩሉ ዝሃበ ውህብቶ እዚ እዩ እቲ ካልኣይ ድማ ከከም ውልቀና ከከም ውልቀና ንዓይ እግዚኣብሔር ዝገበረለይ ብዙሕ ነገር ኣሎ ንሕዋተይ ነቦታተይ ለዴታተይ ንኩልኹም ዝገበረልኩም ብዙሕ ነገራት ኣሎ ንኩሉ በብሕድሕድ ህይወቱ መዓልታዊ ይኹን ለይታዊ ይኹን እግዚኣብሔር ዝገበረልና ብዙሕ ነገር ኣሎ ስለዚ እውን እግዚኣብሔር እንታይ ክንገሮ ክነመስግኖ ይግበአና ዳዊት ካብ ብሉይ ኪዳን ጳውሎስ ድማ ካብ ሓድሽ ኪዳን ክንርኢ ኢና እስኪ ስለ ለመስገንዎ ምስጋና ታይ ይመስል እስኪ ስለ ውልቀ ህይወቶም ታይ ኢሎም ኣመስጊኖም መዝሙረ ዳዊት መዝሙር ሲሳይ ሽዱሽተይ ዳዊት እግዚኣብሔር ከመስግን ከሎ ከምዚ ኢሉ የመስግን ካብ ቁጥሪ ሓደ ጀሚረ ከምብኦ እየ ኩልኹም ኣብ ምድሪ ዘለኹም ንእግዚኣብሔር ዕልል በሉ ንስሙ እውን ዘምሩ ንምስጋና እውን ክብሪ ሃቡ። ንእግዚኣብሔር ከምዚ በልዎ፣ ስራሕኻ ግሩም እዩ፣ ሓይልኻ ብዙሕ እንትኸውን ፀላእትኻ ሓሰውኻ፣ ኵሎም ኣብ ምድሪ ዘለዉ ንዓኻ ክሰግዱ፣ ንዓኻ ክዝምሩ፣ ንስምካ ክዝምሩ እዮም ይብል። ንዑ ስራሕ እግዚኣብሔር ርኣዩ፣ ካብ ደቂ ሰብ ብምኽሩ የመና ግሩም እዩ፣ ንባሕሪ ንቑፅ ምድሪ ዝገበራ፣ ንሩባ እውን በእጋሮም ዝሰገርዎ፣ ኣብኡ ብእኡ ደስ ይብለና፣ ብሓይሉ ንዘለኣለም ይገዝእ፣ ኣዒንቱ ድማ ንኣህዛብ ይምልከታ፣ ዓመጸኛታት ንርእሶም ልዕል ልዕል ኣየብሉ። ኣቱም ኣህዛብ ንኣምላኽና ባርኽዎ፣ ድምጺ ምስጋናኡውን ኣስምዑ። ንነፍሰይ ብህይወት የንብራ፣ ነእጋረይውን ንምንዋጽ ኣሕሊፉ ኣይህበንን። ኦ ጐይታ፣ ንስኻ ፈተንካና፣ ንብሩር ከም ዝፈተንዎውን ፈተንካና፣ ናብ መፈንጥር ኣእተኻና፣ ኣብ ዝባንና መከራ ኣንበርካ፣ ኣብ ኣራእስና ብሰብ ኣርገጽካና። ብማእከል ሓውን ማይን ኣሕለፍኻና፣ ናብ ዕረፍቲ እውን ኣውጻእኻና፣ ምስ ዚቃጸል መስዋእቲ ናብ መቕደስካ ክኣቱ እየ። ብግዜ መከራይ ብኣፈይ ዝተዛረብክዎ፣ ብከናፍረይ ዝበልክዎ መጽውዓይ ንዓኻ ክፍጽም እየ። ዕጣን ምስ ስቡሓት ኣባጊዕ ንዚቃጸል መስዋእቲ ዝራብዕ ከቕርበልካ እየ፣ ኣብዑርን ኣጣልን እውን ክስውኦልካ እየ። ኣቱም ንእግዚኣብሄር እትፈርሑ ዅልኹም፣ እግዚኣብሄር ንነፍሰይ ዝገበረላ ክነግረኩምስ ንዑ ስምዑኒ። ብኣፈይ ናብኡ ኣእወኹ፣ ብልሳነይ እውን ኣመስገንኽዎ። ኣብ ልበይ በደል ርእየ እንተ ዝኸውን እግዚኣብሔር ኣይሰመዐንን ነይሩ። ስለዙይ ንእግዚኣብሔር ሰመዐኒ፣ ናብ ድምፂ ልመናይ ድማ ኣድመፀ፣ እቲ ንፀሎተይ ዘይኸለእኒ ምሕረቱውን ካባይ ዘይረሓቐ እግዚኣብሔር ይመስገን ይብል። መን ይመስገን? እግዚኣብሔር ይመስገን። ስለዙይ ከም ሕብረት ልእግዚኣብሔር ክነመስግን ከለና ከምዙይ ኢና ነመስግን ማለት እዩ። ከም ሕብረት እግዚኣብሔር ይመስገን ክንብል ከለና ኩላትና ሕድሕድና ውልቅና ዝገበረልና ዓብይ ነገር ኣሎ ብድሕሪኡ ድማ ከም ሕብረት እቲ ሳልሳይ ድማ ከም ሕብረት እዩ ማለት እዩ ከም ሕብረት ስለዚ ከም ውልቀናይ ከም ሕብረቲ ልእግዚኣብሔር ነመስግኖ ንዓለም ኩሉ ዝተሃወ ውህብቶ ኣሎ ብድሕሪኡ ድማ ንውልቀና ንውልቀ ናብራና ዝተሃወ ውህብቶ ኣሎ ብድሕሪኡ ድማ ንሕብረት ዝተሃወ ስለዚ ከም እስራኤላውያን ከም ሕብረት ድማ ዳዊት ከምዚ ይብል ማለት እዩ ብዛዕባ ውልቁ ብባዕሉ እውን ዝተናገሮ እውን ኣሎ እዩ ኣብ መዝሙር 30 ሓደይ ክንርኢ ንኽእል ኢና ኣብ መዝሙር ሰላሳ ሓደ ድማ ብዛዕባ ባዕሉ ጥራሕ ዝተናገሮ ውህብቱ እግዚኣብሔር ከመይ ዓይነት ኣምላኽ ምዃኑ ልዳዊት ዝተናገሮ ቃል ኣሎ ከምዚ ካብ ቁጥሪ ሓደ ጀሚሩ ኦ ጎይታ ኣባኻ ተኣሚነ ኣለኹሞ ንዘለኣለም ኣይሕፈር ብጽድቅኻ እውን ኣድሕነኒ እዝንኻ ናባይ ጽን ኣብል ቀልጢፍኻ እውን ኣድሕነኒ ምእንቲ ክተድሕነኒ መተኣማመኒ ኣምላኽን መጸግዒ ቤትን ኹነኒ እምባይን መጸግዕየይን ንስኻ ኢኻ እሞ ስለ ስምኻ ኢለ መንገደይ ኣቕንዕ ምርሐኒ እውን ስለ ስምካ ኢልካ መንገዲ ኣቕንዕ ምርሐኒውን። ንስኻ መተኣማመኒየይ ኢኻ እሞ ካብቲ ብሕዉ ዘጻወድለይ መፈንጥር ኣውጸእኒ። ነፍሰይ ኣብ ኢድካ ሓደራ እህብ ኣለኹ። ናይ ሓቂ ኣምላኽ ኦ ጎይታ ንስኻ ተቤዝውካኒ። እናበለ ታይ ይገብር ይቕጽል ስለቲ እግዚኣብሔር ልገበረሉ ኣብ ሕይወቱ ሕድሕድ ስለ ኣዒንቱ ድዩ ስለ ኣእዛኑ ድዩ ስለ ልቡ ድዩ ስለ ኣዕጽምቱ ድዩ ስለ ነፍሱ ድዩ ስለ ስግኡ ድዩ ስለ ከርሱ ድዩ ኩሉ ነገር ታይ ይገብር ይገልጽ እግዚኣብሔር ልገበረሉ ኩሉ ይገልጽ ማለት እዩ። ዕላምኡ ግን እንታይ እዩ? ኣብ መወዳእታ ቁጽሪ ዕስራ ሓደ ግን እንታይ ይብል? ኣብ ውሽጢ ዝተኸበበት ከተማ ዘደንቕ ምሕረቱ ኣባይ ዝገለጸ እግዚኣብሔር ይመስገን ይብል። እንታይ ዝገበረ? እግዚኣብሔር ዘደንቕ ምሕረቱ ኣባይ ዝገለጸ መን ይመስገን? እግዚኣብሔር ይመስገን። ስለዚ ስለ ሕድሕድ ህይወትና ክነመስግን ከለና፣ ስለ ህዝቢ ክነመስግን ከለና፣ ስለ ቤተ ክርስቲያን፣ ስለ ስድራና ክነመስግን ከለና እግዚኣብሔር ዝሃበና ውህብቶ ብምስትውዓል ክኸውን ኣለዎ። እዚ እዚ ስለ ዝገበርካለይ ስለ ዝሃብካኒ እግዚኣብሔር ይመስገን ስለዚ ምክንያታዊ እዩ ማለት እዩ ሰብ እግዚኣብሔር ይመስገን ክብለካ ከሎ ንምንታይ ካ እግዚኣብሔር ተመስግኖ ክበሃል ከሎ መልሲ ክህልዎ ኣለዎ ኣነ ንእግዚኣብሔር ለመስግኖ እዚ ስለ ዝገበረለይ እዩ ሎሚ እውን እዚ ይገብረለይ ኣሎ ፅባሕ እውን ብኡ እየ ልእመን እዚ ስለ ዝገብረለይ ክብል ኣለዎ ብሕብረት ደረጃ እውን ከምኡ ማለት እዩ ብማሕበር እውን ብስድራ እውን ብህዝቢ እውን ከምኡ እግዚኣብሔር ክነመስግን ይግበና ልእግዚኣብሔር ለየመስግን እንተልዩ እግዚኣብሔር ትማል ብልገበረልና ነገር እንድሕ ለየመስገናዮ ንፅባሕ እውን ኣብኡ ንተኣማመን እዩ ማለት እዩ እግዚኣብሔር ኩሉ ግዜ ምሳና ንኾን ብምትእማንና እዩ ኣብ እምነትና ድማ ክነመስግኖ ከለና እዩ ማለት እዩ ጳውሎስ ድማ ከምዚ ይብል ኣብ ፊልጵስዩስ ምዕራፍ ሰለስተ ጳውሎስ እውን ልውልቁ ዝተገብረሉ ልእግዚኣብሔር ከመስግን ከሎ ከምዚ ይብል፣ ንሕና እውን ከም ክርስትያን ካብ ሃዋርያ ቅዱስ ጳውሎስ ተማሂርና ልእግዚኣብሔር ብምምስጋን ክንኽእል ኣለና። ፊልጵስዩስ ምዕራፍ ሰለስተ ካብ ቁጽሪ ሓደ ጀሚሩ ከምዚ ይብል፣ ዝተወሰነ ከንብብ እየ ክሳብ ዕስራ ሓደ ዘሎ ኩላኻትኩም ክተንብብዎ ክሕብረልኩም ይደሊ። ብዝተረፈ ኣሕዋተይ ብጎይታ ተሓጎሱ፣ ብዛዕባ እዚ ነገር እዙይ ደጊመ ክጽሕፈልኩም ኣይስልክየንን እዩ፣ ንዓኻትኹም ንጥቕምኹም እዩ እሞ፣ ካብ ኣኽላባት ተጠንቀቑ፣ ካብ ገበርቲ ክፉእ ተጠንቀቑ፣ ግርዙኣት ኢና ካብ ዝብሉ ተጠንቀቑ። ንሕና ብመንፈስ ንእግዚኣብሔር እነምልኽ፣ ብኢየሱስ ክርስቶስ እንምካሕ፣ ብሥጋ'ውን ዘይንእመን ንሕና ኢና፣ ብሓቂ ግርዙኣት። ብዛዕባ እዚ እንታይ ይገብር? ይገልጽ። ብዛዕባ ካብ ኣይሁዳውነት፣ ካብ ፈሪሳውነት ናብ ክርስትና፣ ክርስትያን ናብ ምዃን፣ ናይ ክርስቶስ ናብ ምዃን ከመይ ከም ዝመጸ እንታይ ይገብር? ይምስክር ማለት እዩ። ስለዚ እዚ ብዙሕ ዝነበሮ ቅንኢ፣ እዚ ብዙሕ ዝነበሮ ከም ጓሓፍ ዝቖጽሮ ነገር ኹሉ፣ ለሳድደን ነበረ፣ ሰባት ለሳድድ ነበረ፣ ንቤተክርስቲያን ለሳድደን ነበረ፣ ምስዳድ ኹሉ ከም ጓሓፍ ቆጺሩ ናብ ክርስትና ለሻገሮ እግዚኣብሔር እንታይ ይገብር የመስግን ማለት እዩ። ስለዚ ልእግዚኣብሔር ከመስግን ከሎ ጳውሎስ ብጣዕሚ ብዝገርም መል- መልክዑ ከመይ ከም ዝጸውዖ ኣስተውዒሉ፣ እንታይ ከም ዝገበረሉ ኣስተውዒሉ፣ ንቐጻሊ ኸ እግዚኣብሔር እንታይ ከም ዝገ- ከ- ከም ዝገብረሉ ብምንታይ ከም ዝመርሖ እንታይ ገይሩ ኣስተውዒሉ እዩ እንታይ ዝገብር ነመስግን ማለት እዩ ስለዚ እግዚኣብሔር ክነመስግን ከለና ከምቲ ጳውሎስ ዝብሎ ዘሎ እንታይ ንገብር ኣስተውዒልና ካበይ ላበይ ካብ ጸልማት ላብ ብርሃን ካብ ሞት ላብ ህይወት ካብ ሲኦል ላብ ገነት ዘውፀና እግዚኣብሔር ዘሸጋገረና እግዚኣብሔር ብእምነት ድማ ዘኸትለና ዘሎ ናይ ክርስቶስ ደቀ መዛሙርቲ ኮይና ንኽተለሉ ክርስቲያን ኮይና ንኽተለሉ መንገዲ ዝሃበና እግዚኣብሔር ክምስገን ይግብኦ ክነመስግን ኣለና ብምንታይ ነመስግን እግዚኣብሔር ክንብለን ይኽእል እዩ እግዚኣብሔር ንምምስጋን ምክንያት ልስእን ሰብ ተልዩ ብጣዕሚ ብጣዕሚ ዘይምስትውዓል እዩ ማለት እዩ። ዘየስተውዕል ሰብ ጥራሕ ተኾይኑ እዩ። ዓይንና ልክንርኢ እኳ ልሃበና መን እዩ? እግዚኣብሔር እዩ። እዝንና ልክንሰምዕ እኳ ልሃበና መን እዩ? እግዚኣብሔር እዩ። ኣእዳውና፣ ኣእጋርና፣ ኮታስ ኩሉ ሰውነትና ካብ ጽፍሪ እግሪ ጀሚሩ ክሳብ ጸጉሪ ርእሲ ብምሉኦም ውሽጣዊ ደጋዊ ኣካላትና ኣብዚ ምድሪ እዚ ልክንንቀሳቐስ ልሃበና ኩሎም ውህቶታትና መን እዮም? ናይ እግዚኣብሔር እዮም። ስለዚ ዓይኒ ጥራሕ ብምሃቡ እግዚኣብሔር ኳ ልኣየሲ እንታይ ክገብር ይግበኒ? ከመስግነ ይግበኒ። ንክንቀሳቀስ እግሪ ረሃበኒ ጥራሕ ብምዃኑ እኳሲ እግዚኣብሔር ከመስግኖ ይግበእኒ እዩ። ይትረፍ ካሊእ እንሓልፎ ኩሉ ኩነታት ሕማቅይ ፅቡቅይ ስለቲ ዝሃበና ሰብነት እኳስ ልእግዚኣብሔር ክነመስግኖ ይግበእና። ሕሊና ልሃበና፣ ኣእምሮና ልሃበና፣ ጥበብ ልሃበና እግዚኣብሔር፣ ክንመራመር ልገበረና ኣእምሮ፣ ስለ ኩሉ ነገር ክንሕዝ፣ ክንሓስብ፣ ክንዘራረብ፣ ክንዛረብ ልሃበና እግዚኣብሔር እኳስ ውህብትኡ ብጣዕሚ ብዙሕ እዩ። ስለዚ ክነመስግኖ ይግበእና። ከም ሕብረት እውን ኣብ ቐዳማይ ተሰሎንቄ ክንርኢ ኢና ከም ሕብረት እውን ኣብ ዘመና ኣብ ሓድሽ ኪዳን ከም ሕብረት እውን ከምቲ ዳዊት ብውልቁ ይኹን ከም ሕብረት እስራኤላውያን ይኹን እግዚኣብሔር ለመስገኖ ልክዕ ንሕና እውን ከም ቤተ ክርስቲያን ከም ሕብረት ከም ክርስቲያን ኣመንቲ ከም ክልተይ ሰለስተ ኮይንና ብስሙ ንእከብ ክርስቲያን እንታይ ክንገብር ይግበአና ክነመስግኖ ይግበአና ኣብ ቐዳማይ ተሰሎንቄ ምዕራፍ ሓሙሽተ ዓብዪ ዝኾነ ናይ ምስጋና ርእሰ ኣሎ ስለዚ ሐዚ እውን ኩሉ የንብቦይ ካብ ሓደ ክሳብ ዓሰርተ ሸሞንተ ዘሎ ባዕልኹም ብዝግባእ ኣንብብዎ ግን ድማ ጳውሎስ እንታይ እዩ ኣብዚ ተሰሎንቄ ከንብቡ ከመስግንዎ ዝግባእ ምስጋና እንታይ ክኸውን ከም ዝግበግ እንታይ ይገብር ኣርጊጹ ይናገር እዩ ቁጥሪ ዓሰርተ ሽዱሽተ ጀሚረ ከንብብ እየ ከምዚ ይብል ኹሉሻዕ ተሓጎሱ እንተ የቋረጽኹም ጸልዩ ብኹሉ ኣመስግኑ እዙይ ንዓኻትኹም ብክርስቶስ ኢየሱስ ፍቓድ እግዚኣብሔር እዩ እሞ እቲ ኸዚ ዘንበኽዎ ካብ ቁፅሪ ሓደ ጀሚሩ ብፍላይ ክተንብብዎ ይደሊ እዚ ኹሉ ዝገለጽኹም ቃልሲ እግዚኣብሔር ብጎይታና ብኢየሱስ ክርስቶስ ንዓኻትኹም ፍቓዱ ኮይኑ እዩ ብኢየሱስ ክርስቶስ ኣቢሉ ላባኻትኩም እንታይ ገይርዎ እዩ ገሊጽዎ እዩ ስለዚ እንታይ ክትገብሩ ኣለኩም ኢሉ ኣሎ ክተመስግንዎ ኣለኩም ብምንታይ ብምንታይ ኣነመስግን ብኹሉ ኣመስግኑ ብኹሉ ሰብ ጽቡቕ ጥራሕ ክረክብ ከሎ ኢዩ ንእግዚኣብሄር ከመስግኖ ዝግባእ። እዮብ እንድሕር ርኢናዮ ኮይንና ጻድቕ እዮብ ዘይፈልጥ ሰብ የለን። ስለዚ ሕማቕ ክረኽቦ ከሎ እውን እንታይ ኮይኑ ንእግዚኣብሄር ኣመስጊኑ። ናይ እግዚኣብሄር ስም ጽረፍ ክባሃል ከሎ እኳሲ እንታይ ኮይኑ ንእግዚኣብሄር ኣመስጊኑ። ኣነ ጥራሕ እየ ዝወጻኹ ጥራሕ እየ ድማ ዝኸድ። ስለዚ እግዚኣብሄር ዝተመስገነ ይኹን። ጥራሕ ጽቡቕ ይኹን ካብ እግዚኣብሄር ንቕበል ሕማቕ እውን ፈተና እውን መከራ እውን ካብ እግዚኣብሄር ንቕበል ኢና ብምባል ንእግዚኣብሄር የመስግን። ስለዚ ብምንታይ ብምንታይ ነመስግኖ ንሕና ንእግዚኣብሄር? ብፍላይ ኣብ ዓድና ብጣዕሚ ሕማቕ ዝተለመደ ነገር ኣሎ። ጽቡቕ ጽቡቕ ክንረክብ ከለና ንሰባት ነመስግን ወይ ድማ ባዕልና ልሾምናዮም ፍጡራን እንታይ ንገብር ነመስግን ኢከለ እኮ ከምዚ ገይሩለይ ኢከለ ልሞተ ይኹን ብህይወት ለለ ይኹን ንኹሉ ኢና ነመስግኖ ሰብ ንገበረልና ማለት እዩ ባዕልና ልሾምናዮ ነገራት ኩሉ ገይርልና እገለ ገይሩለይ እገለት ገይራትለይ ኢልና ነመስግን ኢና ሕማቅ ክንረክብ ከለና ግን ንእግዚኣብሔርና ነማርር ንምንታይ ስለዚ ጽቡቅ ክንረክብ ከለና እውን ጽቡቅ ልሃበና እግዚኣብሔር በይኑ ጥራሕ እዩ ዋላ ብሰባት ልሓገዙና ሰባት ብገንዘብ ልሓገዙና ብዝተፈላለየ መንገድ ልረዱና ሰባት ተልዮም እግዚኣብሔር ልቦም ኸፊትሎም እዩ እምበር ሰብ ከም ሰብ መጠኑ ልሰብ ኣይሕግዝ እዩ ሰብ ከም ሰብነቱ መጠን ጨካን እዩ ልሰብ እግዚኣብሔር ሊረድኦ የኾነ ሰብ ድዩ ሰብ ላቃተለ ልነብር ለሎ ሰብ ላወቀዐ ልነብር ለሎ ብሓጢኣት ተጨማሊቑ ብበደል ተጨማሊቑ ልነብር ለሎ እኮ እግዚኣብሔር ስለ ለይረድኦ ኮዩ እግዚኣብሔር ስለ ለይሰምዕ ኮዩ እግዚኣብሔር ስለ ለይክተል ኮዩ ልቡ ካፊቱ ኢዱ ዘርጊሑ ንሰባት ልሕግዝ ሰብ ግን እግዚኣብሔር ስለ ዝረድኦ እዩ ስለዚ ክምስገን ልግቦ መን እዩ እግዚኣብሔር እዩ እግዚኣብሔር ይመስገን ክበሃል ልግቦ እግዚኣብሔር እዩ ምስጋኑ ክጎድል ለይግቦ እግዚኣብሔር እዩ ክብሪ ክወሃብ ዝግብኦ እግዚኣብሔር እዩ ንምንታይ እግዚኣብሔር እዩ ገይርዎ ሕማቅ ብኣንጻር ድማ ሕማቅ ከጋጥመና ከሎ ፈተና ከጋጥመና ከሎ ሓደጋ ከጋጥመና ከሎ ውድቀት ከጋጥመና ከሎ ጥሜት ከጋጥመና ከሎ ሞት ናይ ቤተሰብና ናይ ኣዝማድና ከጋጥመና ከሎ ኣብዚ ኩሉ ድማ እግዚኣብሔር ክምስገን ይግብኦ ንምንታይ ኩሉ ዝገብር መን ሰብ ይኮነ እግዚኣብሔር ስለዝኮነ ስለዚ ብኩሉ ኣመስግኑ ሎሚ ዚዚ በጺሕኒ ኣሎ መከራ በጺሕኒ ኣሎ እግዚኣብሔር ኣምላኸይ ተመስገን ካብዚ መከራ እዚ ሃም እተሕልፈኒ ይኣምን እየ ኢልና ንእግዚኣብሔር ክነመስግኖ ይግበእና ብክልቲኡ ወገን እግዚኣብሔር ጥራሕ ክምስግኖ ዝግብኦ ብኩሉ ኣመስግኑ ማለት ጳውሎስ ብዙ እዩ በቲ ዝበጽሐኩም መከራ ይኹን በቲ ዝወሃበኩም ናይ እግዚኣብሔር ጸጋ በቲ እትሕጎስሉ ነገር ኩሉ ንእግዚኣብሔር ኣመስግንዎ ይብለና እዙይ እንታይ ስለኾነ እዩ ናይ እግዚኣብሔር ፍቓድ እዩ እንድሕር ብሓቂ እግዚኣብሔር እንድሕር ንክተል ኮይንና ብሓቂ ናይ ክርስቶስ ኣመንቲ እንድሕር ኮይንና ሕማቅ ይኹን ጽቡቅ ልበጽሐና ብናይ እግዚኣብሔር ፍቃድ እዩ ብሓቂ እዚ ግን እንታይ ክንፍትሽ ኣለና ኣነ ብሓቂ ልእግዚኣብሔር ይኣምን ድየ ልክርስቶስ ይኣምኖ ድየ ኢልና ግን ክንፍትሽ ኣለና ስኡልካ ብኣፉ ልኣምን ሰብ ይኹን ክኢለ ብግዕለ ኣለኹ ኣብ ቅድሚ ሰብ ቅድሚ ሰብ ኣማኒ ልመስል ሃይማኖተኛ ልመስል ክርስትያን ልመስል ሰብ ይኹን ክኢለ ብግዕለ ኣለኹ ብሓቂ ልእግዚኣብሔር ልኣምን እንተኮይኑ ሕማቅ ይኹን ጽቡቅ ፈተና ልበጽሖ ብእግዚኣብሔር እዩ ወይ ማለት እንታይ ማለት እዩ እግዚኣብሔር ሕማቕ ይህብ እዩ ማለት ከይኮነሲ ክፍትነካ ከሎ መከራ ክበፅሐካ ከሎሲ እግዚኣብሔር ምሳኻ እዩ እዩ ትሓሳብ ህይወትካ ልህበካ እግዚኣብሔር እዩ መንገድኻ ለቕንዕልካ እግዚኣብሔር እዩ ዕድመ ልውስኸካ ጥዕና ልህበካ እግዚኣብሔር እዩ ብኡ ኣንጻር ድማ ብናይና እግዚኣብሔር ፍቓድ ፀጉሪ ርእስኻ እኳ ሓንቲ ክትንቀለይ ትኽእል እዩ ብና እግዚኣብሔር ፍቓድ ተኾይኑ ግን ብዙሕ መከራ ክበፅሐካ ይኽእል እዩ ሞት እውን ልእግዚኣብሔር ክንሞት ንኽእ ኢና ልክርስቶስ ክንሞተሉ ልልሞተልና ክንሞተሉ ንኽእ ኢና ብወንጌል ምኽንያት ናይ ኢየሱስ ክርስቶስ ስም ብምጽዋዕ ክሳብ ሞት እውን ክንበጽሕ ንኽእ ኢና ግን ብና መን ፍቓድ ይኹን ብናይ እግዚኣብሔር ፍቓድ በዓልና ብናይ በዓልና ብናይ ስጋይ ደሚ ሓሳብ ብናይ ስጋይ ደሚ ፍቓድ ለምጻናዮ መከራ ተኾይኑ ካብ እግዚኣብሔር ይኾነይ ብበዓልና ንመጸ ፍቓድ ተኾይኑ ድማ ብሓቂ ልእግዚኣብሔር ክነመስግኖ ይንኽእል እዩ ካብ እግዚኣብሔር ክኾን ከሎ እቲ መከራ ግን ንእግዚኣብሔር ኢና ነመስግኖ ልምንታይ ህልውኑ ስለ ዝገልጸልና እግዚኣብሔር በቲ መገራ ገይሩ በቲ ልበጽሐና ነገራት ኩሉ በቲ ልበጽሐና ጸገም ኩሉ እግዚኣብሔር ህልውኑ ስለ ዝገልጽ ማለት እዩ ልእግዚኣብሔር ኢና ነመስግኖ ስለዚ ብኩሉ ልእግዚኣብሔር ኣመስግንዎ ልምንታይ ብክልቲኡ ብኩሉ ናይ እግዚኣብሔር ፍቃድ ስለ ዝኾነ መንፈስ ኣይተጥፍኡ፣ ትንቢት ኣይትንዓቑ፣ ንኹሉ መርምርዎ፣ ነቲ ሰናይ ሓዝዎ፣ ኽፉእ ካብ ዝኾነ ኹሉ ረሓቑ። ኣምላኽ ሰላም ባዕሉ ንኹለንተናኹም ይቕድሶ፣ መንፈስኹም፣ ነፍስኹም፣ ስጋኹም ብምጽኣት ጎይታና ኢየሱስ ክርስቶስ ብዘይ ነቐፋ ምእንቲ ኪርከብ ይተሓሎ። እቲ ዝጸውዐኩም እሙን እዩ፣ ንሱውን ኪገብሮ እዩ። ኣቱም ኣሕዋትና ምእንታና ጸልዩ። ንኹላቶም ኣሕዋትውን ብቅዱስ ሰላምታ ሰላም በልዎም። ነዛ መልእኽቲ እዚኣ ቅድሚ ኩሎም ቅዱሳን ኣሕዋት ክተንብብዋ ብእግዚኣብሔር እምሓጽነኩም ኣለኹ። ጸጋ ጎይታና የሱስ ክርስቶስ ምሳኻትኩም ይኹን ኣሜን ኢሉ ይውድእ ማለት እዩ። ስለዚ ልእግዚኣብሔር ክነመስግኖ ይግበእና። ከም ሓደ ክርስትያን ከም ውልቀይ ከም ሕብረት ከም ቤተ ክርስትያን ልእግዚኣብሔር እንታይ ክንገብሮ ክነመስግኖ ይግበእና ልገበረልና ነገር ኩሉ ብልበጽሕና መከራ ይኹን ብልተዋህብናዮ ጸጋ ብጽቡቕ ነገር ብልተሓጎስናዮ ኩሉ ብልሓዘናዮ ኩሉ ልእግዚኣብሔር ክነመስግኖ ይግበእና። ብኹሉ ነገር ማለት እዩ ካብዛ ምድሪ እዚኣ ኩላትና ንሕና ሓለፍቲ ኢና ከወርቲ ኢና ላብ እግዚኣብሔር ስለዚ እግዚኣብሔር ክምስገን ይግብኦ ብምስጋና ልተዓጀበ ህይወት ክህልየና ይግባእ ኣብዚ ሓደ ነገር ከይበልክዎ ክሓልፍ ዘይደሊ መን እዩ ክምስገን ልግብኦ ኣብ ዝብል ብድሕሪኡ ድማ ብመን ኢና ብመን ስቢና ክነመስግን ልግበናል እግዚኣብሔር ኣብ ዝብሉ ክልተ ነገራት እዚአን ክዛረብ ይደሊ እየ ኣብ ካልኣይ ዜና ምዕራፍ 33 ካብ 1 ክሳብ 17 ዘሎ መን እዩ ክምስገን ዝግብኦ ዝብል ክንርኢ ኢና። ኣብ ካልኣይ ዜና መዋዕል ምዕራፍ ሰላሳይ ሰለስተይ ቁፅሪ ዓሰርተ ክሳብ ዓሰርተ ሸውዓተ ብዛዕባ ምናሴ ዝሃቦ ሓሳብ እዩ እሱ ኢና ክንርኢ ቁፅሪ ዓሰርተ ጀሚረ ከንብቦ እየ ምናሴ ተናሲሑ ለሃቦ ሓሳብ እዩ። እግዚኣብሔር ከዓ ንምናሴን ንህዝቡን ኣጠንቀቖም፣ ንሳቶም ግና ኣይሰምዕዎን። ሽዑ እግዚኣብሔር ናይ ንጉሥ ኣሶር ኣሕሉቕ ሰራዊት ሰዲዱ ንይሁዳ ከም ዝወርዋ ገበረ። ንሳቶም ድማ ንምናሴ ብመቓጥን ሓዝዎ፣ ብኽልተ ሰንሰለት ነሓስ ኣሲሮም ከዓ ናብ ባቢሎን ወሰድዎ። ዓቕሉ ምስ ጸበቦ ድማ ኣብ ቅድሚ እግዚኣብሔር ኣምላኹ ጸለየ። ታይ ኢሉ ጸልዩ ኣብ ቕድሚ ኣምላኽ ኣቦታቱ እውን የመና ርእሱ ኣዋረደ ናብ እግዚኣብሔር ተማህለለ እግዚኣብሔር ድማ ራህርሀሉ ኽብሪ ንእግዚኣብሔር ይኹን እግዚኣብሔር ዝተመስገነ ይኹን ጸሎቱ እውን ሰምዖ ናብታ መንግስቱ ናብ ኢየሩሳሌም እውን መለሶ ሽዑ ምናሴ እግዚኣብሔር በይኑ ኣምላኽ ከም ዝኾነ ፈለጠ በይኑ ጥራሕ እግዚኣብሔር ኣምላኽ ከም ዝኾነ ፈለጠ ድሕሪ እዙይ ምናሴ ንከተማ ዳዊት ካብ ወገን ምዕራብ ግዮን ጀሚሩ ኣብታ ለሰ በታ ዓሳ ዝኣትውላ ኣፍ ደገ ሓሊፉ ክሳዕ ዙርያ ዖፌል ናብ ወጻኢ መከባብያ ነደቐላ የመና እውን ኣበረኾ፣ ኣብ ዅለን ዕሩዳት ከተማታት ይሁዳ ኸዓ ኣሕሉቕ መምስ ሓሻኽሮም ኣቐመጠ፣ ነቶም ባዕዳን ኣማልኽትን ነቲ ምስሊ ጣዖትን ድማ ካብታ ቤት እግዚኣብሄር ኣውጽኦም፣ ነቲ ኣብቲ ቤት እግዚኣብሄር ዘለዎ ኵረብታን ኣብ የሩሳሌምን ነዲቕዎ ዝነበረ ዅሉ መሰውእታት ኣርሒቑ ናብ ወጻኢ ከተማ ደርበዮ ነቲ መሰውኢ እግዚኣብሔር ድማ ሓደሶ ክብሪ ንእግዚኣብሔር ይኹን ሓደሶ እሞ ኣብ ልዕሊኡ መስዋእቲ ድሕነትን መስዋእቲ ምስጋናን ሰውእ ንህዝቢ ይሁዳ እውን ንእግዚኣብሔር ኣምላኽ እስራኤል ከገልግልዎ ኣዘዞም ንበን ጥራሕ ንእግዚኣብሔር ኣምላኽ እስራኤል ከገልግልዎ ግና ከ እቶም ህዝቢ ንእግዚኣብሔር ኣምላኽ ኣቦታቶም ጥራይ ደኣ ይስውኡ ነበሩ እምበር ኣብ በረኽቲ ምስዋእ ኣይሓደጉን ይብል እግዚኣብሔር ዝተመስገነ ይኹን ኣብዚ እንወስድና መን እዩ ናምናሴ እዩ ምናሴ ብብዙሕ መከራ ሓሊፉ ግን ድማ እግዚኣብሔር በይኑ ምዃኑ ክሳብ ዝፈልጥ እግዚኣብሔር ምስኡ ነበረ እግዚኣብሔር በይኑ ጥራሕ ኣምላኽ ምዃኑ እግዚኣብሔር ጥራሕ በይኑ ከም ዘድሕኖ እግዚኣብሔር ጥራሕ በይኑ ፈጣሪ ምዃኑ እግዚኣብሔር ጥራሕ በይኑ ኣምላኽ ምዃኑ ጎይትኡ ምዃኑ ኣብ ኩሉ መንገዲ ኣብ ኩሉ ህይወቱ ብቀትሪ ይኹን ብለይቲ ምስኡ ከም ዘሎ ፈለጠ ስለዚ ንሕና ንእግዚኣብሔር ክነመስግኖ ዝግበአና ብዙ እዩ መን ጥራሕ ክምስገን ይግብኦ እግዚኣብሔር ካልእ ልምስገን ኣካል የለይ ፍጡር ንፍጡር ከመስግኖ ኣይኽእል እዩ። ፍጡር ንመን እዩ ከምስግን ዝግባእ? ንፈጣሪ ጥራሕ እዩ ከመስግኖ ዝግባእ። ኣብ ሰውነትና ካብ ጽፍሪ እግርና ክሳብ ጸጉሪ ርእስና እኳሲ ፍጡር ዝሃበና ኣካል እኳስ የለይ። ብምሉኣ መን እዩ ሰሪሕዋ? እግዚኣብሔር እዩ። መላእክቲ ኣይተሳተፉ ዮዚ። ቅዱሳን ዝበሃሉ ጻድቃን ዝበሃሉ ሰባት ኣይተሳተፉ ዮዚ። እግዚኣብሔር በይኑ እዩ ሰሪሕና። ስለዚ ስለ ኩሉ ነገር ክነመስግን ከለና እኳሲ ስለ ኩሉ ነገር ዝምስገን መን ጥራሕ እዩ? እግዚኣብሔር ጥራሕ እዩ ማለት እዩ። ብተወሳኺ እውን ኣብ ቀዳማይ ጢሞቴዎስ እውን ሓደ ናይ እግዚኣብሔር ቃል ክንንብብ እየ ተመሊስና ናብ ሓድሽ ኪዳን እውን ክንመፅእ ከለና ኣብ ቀዳማይ ጢሞቴዎስ ናይ ሃዋርያ ቅዱስ ጳውሎስ መልእኽቲ ማለት እዩ ምዕራፍ ሓደ ካብ ዓሰርተ ክልተ ክሳብ ዓሰርተ ሸውዓተ ከምዚ ይብል ነቲ ከገልግሎ ሓይሊ ዝሃበኒ ከም እሙን ቆፂሩ ከዓ ናብዚ ኣገልግሎት እዙይ ዝሓረየኒ እዩ ጎይታና ኢየሱስ ክርስቶስ ኣመስግኖ ኣለኹ ክምስገን ዝግባእ መን እዩ ጎይታ ኢየሱስ ክርስቶስ ጥራሕ እዩ ማለት እዩ ኣመስግን ኣሎኹ። ኣነ ቐደም ምስ ስም ጐይታ ዝጸርፍን ዘሳጕግን ዝገፍዕን እንተ ነበርኹ እኳ፣ ሰኣን ፍልጠትን ሰኣን ምእማንን ነዙይ ስለ ዝገበርክዎ ምሕረት ረኸብኩ። ኣብ ርእሲ እቲ ብክርስቶስ ኢየሱስ ዝረኸብናዮ እምነትን ፍቕርን ጸጋ ጐይታና ኣባይ ብዘይ መጠን በዝሐ። ኢየሱስ ክርስቶስ ንሓጥኣን ከድሕን መጸ ዝብል ቃል እሙንን ኹሉ ሰብ ክቕበሎ ዝግባእን እዩ። ኣነ ኸዓ ካብ ዅሉ ዝገደድኹ ሓጢኣተኛ እየ። በዚ ምኽንያት እዙይ ድማ እየ ኣነ ምሕረት ዝረኸብኹ። ኢየሱስ ክርስቶስ ነቲ ወሰን ዘይብሉ ትዕግስቱ ቕድም ኣባይ ካብ ዅሉ ዝገደድኹ ሓጢኣተኛ ንዝኾንኹ ብምግላፅ ነቶም ናይ ዘለኣለም ህይወት ክረኽቡ ኢሎም ብእኡ ዝኣምኑ መርኣያ ገበረኒ። ነቲ ናይ ዘለኣለም ንጉስ ዘይመውት ዘይረኣ በይኑ ኣምላኽ ዝኾነ ንዘለኣለም ኣለም ክብርን ምስጋናን ይኹኖ ኣሜን ይብል። በይኑ ኣምላኽ ንዝኾነ እዩ ምስጋና ልግባእ። ኣብ ጳውሎስ ህይወት ብዙሓት ሰባት ጽቡቕ ሰሪሖም ክኾኑ ይኽእሉ እዮም። ሃናንያ ኣጥሚቕዎ እዩ። በርናባስ ድማ ምስ ቤተ ክርስቲያን እንታይ ገይሩ እዩ? ሓዊስዎ እዩ። ብዙሓት ሰባት ምስሊ ያዕቆብ፣ ምስሊ ዮሃንስ፣ ምስሊ ጴጥሮስ ጽቡቕ ሰላምታ ነይርዎ፣ ጽቡቕ ርድኢት ነይርዎ። ብዙሓት ሃዋርያት ኣብ ህይወት ብዙሕ ሰሪሖም ክኾኑ ይኽእሉ እዮም። ግን ክምስገን ዝግብኦ መን እዩ? እግዚኣብሔር ጥራሕ እዩ። በይኑ ኣምላኽ ዝኾነ፣ ንዘለኣለም ህያው ዝኾነ፣ ኣልፋን ኦሜጋን ዝኾነ፣ መጀመርያን መወዳእታን ዝኾነ እግዚኣብሔር ጥራሕ እዩ ክምስገን ዝግብኦ። እግዚኣብሔር ዝተመስገነ ይኹን። ስለዚ ኩላትና እነመስግኖ ኣካል ክንፈልጥ ኣለና ማለት እዩ። ብስመን ኢና ነመስግን ብስመን ኢና ነመስግን እነመስግኖ ዝግበአና ሲ ብስመን እዩ። ንእግዚኣብሔር ክነመስግን እንተኾይና ብስመን ኢና ነመስግኖ። እዚ ድማ ብደንብ ገይሩ ክፍለጥ ኣለዎ። ንእግዚኣብሔር ብኸመይ ከም ነመስግኖ ማለት እዩ። ኣብ መዝሙረ ዳዊት መዝሙር 105 ካብ ሓደ ክሳብ ኣርባዕተ ከምዚ ይብል ንእግዚኣብሔር ኣመስግንዎ ስሙውን ጸውዑ ግብርታቱውን ንኣሕዛብ ንገሩ ኣመስግኑ ዘምሩሉ ኵሉ ተኣምራቱውን ተናገሩ ብቅዱስ ስሙ ተመክሑ ይብል ክብሪ ንእግዚኣብሔር ይኹን ብናመን ስም ብቅዱስ ስሙ ኢና ንምካሕ ንእግዚኣብሔር ብስሙ ኢና ነመስግኖ ብስም ካልእ ኣይነመስግኖይ ንእግዚኣብሔር ልቦይን ጥራሕ እነመስግኖ ብስሙ እዩ። እቲ ንእግዚኣብሔር ዝደሊ ልቢ ይተሓጎስ። ንእግዚኣብሔር ድለይዎ፣ ክትብርትዑ ኢኹም፣ ኵሉሻዕ እውን ገጹ ድለዩ። ኣቱም ዘርኢ እቲ ባርያ እግዚኣብሔር ዝኾነ ኣብርሃም፣ ኣቱም ሕሩያቱ ውሉድ ያእቆብ፣ ዝገበሮ መስተንክር ግብርታቱን ተኣምራቱን ካብ ኣፉ ዝወጸ ፍርዱን ዘክሩ ይብል። እግዚኣብሔር ዝተመስገነ ይኹን። ስለዚ ብስሙ ንእግዚኣብሔር እንታይ ንገብር? ብስሙ ኢና ነመስግኖ ማለት እዩ። ብስሙ ከምኡ እውን ኣብ ሓድሽ ኪዳን እውን እንተሪእና ብፍሉይ ብጎይታና ብኢየሱስ ክርስቶስ ስም ክነመስግኖ ከም ዝግበአና ፍሉጥ እዩ ካሊእ ስም ኣብ ትሕቲ ሰማይ ዝተዋህበና ስለ ዘየለ ንምስጋናና ንድሕነትና ንዝማሬና ንስብከትና ንመነባብሮና ስም ዝተዋህበና ናብ ጎይታና ኢየሱስ ክርስቶስ ስም እዩ ኣብ ዕብራውያን ምዕራፍ 13 ካብ 15 ክሳብ 17 ከምዚ ይብል ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ እምበኣርከስ ኵሉ ሻዕ ንእግዚኣብሔር መስዋዕቲ ምስጋና ብኢየሱስ ነቕርብ። ብመን ነቕርብ? ብኢየሱስ። ኣብ ሓድሽ ኪዳን ንእግዚኣብሔር ዝኾነ ይኹን መስዋዕቲ፣ መዝሙርና ይኹን፣ ስብከትና ይኹን፣ ትምህርትና ይኹን፣ እንበልዖን ንሰተዮን ንኽደኖ ኵሉ ነገር ብስም መን? ብስም ኢየሱስ እዩ ክኾን ዝግብኦ። ንመን? ንእግዚኣብሔር ክነቕርብ ይግበና። እዙይ ኸዓ ናይተን ንስሙ ዝምስክራ ፍረ ከናፍርና እዩ። ሰናይ ምግባርን ዘለኩም ንኻልኦት ምክፋልን ኣይትረስዑ። ከምዙይ ዝበለ መስዋዕቲ ንእግዚኣብሔር የሐጕሶ እዩ እሞ። እግዚኣብሔር ተመስገነ ይኹን። ስለዚህ ብስም ጎይታና ኢየሱስ ክርስቶስ ንምስገን ዝግበና ንምስገን መን እዩ? እግዚኣብሔር እዩ። ብስም መን ይምስገን? ብስም ጎይታና ኢየሱስ ክርስቶስ ይምስገን። እዚ ብደንብ ክንመስግኖ ክነኽብሮ ዝግበእና ክንዝምሮ ዝግበእና ስም ጎይታና ኢየሱስ ክርስቶስ እዩ። እግዚኣብሔር ተመስገነ ይኹን። ስለዚ መን ይመስገን? እግዚኣብሔር ይመስገን። ረብሓ ምስጋና ብጣዕሚ ብዙሕ እዩ። ኣውሓተይ ብዙሕ ብዙሕ ምስጋና ክነመስግን ከለና እግዚኣብሔር ብዙሕ ኢና ነመስግን። ብዙሕ ደማ ንረክብ ስለዚ ክልተ ጥቅሲ ሂበ ጥራሕ ክውድእ እየ ፊሊጲሲዩስ ምዕራፍ ኣርባዕተ ካብ ኣርባዕተ ክሳብ ትሽዓንተ ጸሎትና ልመናና ምምላድና ኩሉ ነገርና ብምስጋና ዝተዓጀበ ክኾን ከም ዝግብኦ ሃዋርያ ቅዱስ ጳውሎስ የምህረና ኣብ ቆላሲስ ምዕራፍ ክልተ ካብ ሽዱሽተ ክሳብ ሸውዓተ እውን ምስጋና ይብዝሐልኩም ኢሉ ጳውሎስ ይናገር ምስጋና ይብዝሐልኩም ምስጋና ክበዝሕ ኣለዎ ካብ ምምራር ንእግዚኣብሔር ምስጋና ክበዝሕ ይግብኦ ካብ ምጭንናቅ ምስጋና ክበዝሕ ይግብኦ ካብ ምድባር ምስጋና ክበዝሕ ይግብኦ ካብ ሓዘን ካብ ዝተፈላለየ ህውከት ምስጋና ክበዝሕ ይግብኦ ልእግዚኣብሔር ኣብ ልመስገንናሉ ቁጽሪ ናይ ሰይጣን ስራሕቲ ኩሎም ላፍረሱ እዮም ልኸዱ ናይ ዓለም ስራሕቲ ኩሎም ላሰዓርናዮም ኢና ንኸድ ሓጢኣትይ በደልይ ኩሉ ላሰዓርናዮ ኢና ንኸድ ላጎሰምና ኢና ንኸድ ሰውነትና ብስጋናይ ብመንፈስናይ ብነፍስናይ ልእግዚኣብሔር ምኽባር እዩ ልኾነልና ስለዚ ስለቲ ክንገር ዘይግብኦ ወይ ድማ ዘይከኣል ምስጋንኡ እግዚኣብሔር ዝተመስገነ ይኹን ስለ ኩሉ ነገር ክብሪ ንእግዚኣብሔር ኣምላኽና ይኹን ወስብሃት ልእግዚኣብሔር።